መልክዕ ካርያለ እኮ ምፍቃር ኣይተርፍን ኣብ መጀመርያ ጽቡቅ ስምዒት ክተርእየካ ትኽእል እያ ደስ ዝብል ፍቅሪ ከም ዘለዋ ኮይና ክትቀርበካ ትኽእል እያ መልክዕ ግደፎ እሞ ወድነትካ ጥራሕ እኳስ እኹል ክኾን ይኽእል እዩ ንሓንቲ ጓል ምሳኻ እትኸውን ንብዙሓት ምኽንያታት ክኸውን ስለ ዝኽእል ሓዳር ክትገብር ስለ ዘለዋ ዕድመኣ ይኸይድ ስለ ዘሎ ክትወልድ ስለ ዘለዋ ብዝተፈላለየ ምኽንያት ጓል ርክባት ክትጅምር ትኽእል እያ ሙሉእ ብሙሉእ ፍቅሪ ከይሓዛ ማለት እዩ እዚ ማለት ግን እስኻ እቲ ዝግበእካ ሂወት ረኺብካ ኣለኻ ማለት ኣይኾነይ። እስኻ እቲ ዝግበእካ ክብሪ ፍቕሪ ክትረክብ ተኾይንካ እታ ጓል ሙሉእ ብሙሉእ ንዓኻ ዝተንበርከኸት ክትኸውን ኣለዋ። ብሙሉእ ልባ ለፍቀረትካ ክትኸውን ኣለዋ። ልዕሊ ፍቕራ ድማ ክብሪ ክህልያ ኣለዎ። ንሰብኣያ ክብሪ ምስ ዝህልዋ እዩ። እቲ ሓዳር እቲ ፍቕሪ ሰላም ኮይኑ ክቕፅል ዝኽእል ሙሉእ ወድነትካ ከየርኣኻያ ወይ ድማ ንሳ ከይተቐበለት ርክብ እንድሕር ድኣ ጀሚርኩም ኮይንኩም እትናገሮ ነገር ብቁም ነገር ኣይውሰደልኻይ ኣይተኽብረካይ ፍቕሪ ኣይትህበካይ ዝግበአካ ኑሮ በጠቓላሊ ክትነብር ኣይትኽእልን እዚ ማለት ድማ እቲ ዝነበረካ ብዓርስኻ ትተኣማመነሉ ዝነበርካ ነገር ብምሉኡ ድርምስ እዩ ዝብል ኩሉ ግዜ እያ ትንዕቀካ ኩሉ ግዜ እያ ትሕስረካ ኣይ ቲንክ ከምዚ ዓይነት ሂወት ድማ ወዳ ትፈትወ ይመስለንን ስለዚ እዞም ሙሉእ ወዲ ዘብሉካ ባህርታት እንታይ እዮም ጓል ልዕሊ ፍቅሪ ክብሪ ክተርእየካ ዝገብሩልካ ነገራት ሙሉእ ብሙሉእ ተሳዒራ ሙሉእ ብሙሉእ ተንበርኪኻ ናትካ ምዃና ብሙሉእ ፍቅርን ክብርን ተቀቢላ ክትነብር ዝገብርዋ ነገራት ፎትያ ማለት እዩ ትሕቴካ ከምዝኾነት ንክትኣምን ዝገብርዋ ነጥብታት እዮም እዚኦም ሎማዓንቲ ዝነግረካ ነጥብታት ክሳዕ መወዳእታ ሓቢርካ ንፅናሕ እዞም ሙሉእ ወዲ ዘብሉኻ ነጥብታት ብምሎም ውሰዶም ክሳዕ ሕዚ ተተግብሮም እንድሕር ድኣ ፀኒሕካ ኮንካ ፎርሹር ኩለን ኣጓላት ዝንብርከኻልካ ዓይነት ወዲ ኢኻ እንድሕር ዘይትፈልጦም ወይ ሓደሽቲ ኮይኖምኻ ድማ ካብ ብሕዘ ተግብሮም እሞ ሓደ ብሓደ ክተሪኣ ከለኻ እሳ ትደልያ ትምነያ ጓል ኣብ እግርኻ ንክትወድቕ ዝገብሩ ነገራት እዮም ብፍቕሪ ማለት እዩ ንዘይትፈልጡኒ ሰናይት እየ ቻናለይ ሕዚ ሰብስክራይብ ግበርዋ እሞ ኩሉ ግዜ ሶኒ ረቡዕን ዓርብን ብዝለቆም ቪድዮታት ንፍቕራዊ ህይወትኩም ከገልብትልኹም ዝኽእሉ ሓደሽቲ ሓሳባት ውሰዱ። ምሉእ ወዲ ክትኸውን እንድሕር ደኣ ትደሊ ኮይንካ መራሒ ኩን። መራሒ ምዃን ልዕሊ ንጓል ንወዲ ዝተዋህበ ስልጣን እዩ። ሓቀይ ንጓል ክመርሓ ልኽእል እቲ ወዲ እዩ። መራሒ ማለት ከምዚ ፕሮቫይደር፣ ሶርስ፣ ሊደር ማለት እዩ። ብዙሕ ግዜ ክትመርሓ ዘይትኽእል ጓል እንድሕር ደኣ ዘይኮይና ወይ ልዕሌኻ ብዙሕ ነገር ዘለዋ ዓርሳ ክትንከባኸብ እትኽእል ጓል እንድሕር ደኣ ኮይና ምስ ኣብ ምቕራብ ኣቋርጽ ምንም ዓይነት ፍቕራዊ ርክብ ኣይትጀምር እንብል ነዚ እዩ። ጓል ብዝኾነ ፐርሰንት ካብቲ ወዲ ዝሐሸት መሲሉ እንድሕር ደኣ ተሰሚዕዋ ብኹሉ ነገር ልዕሊ እዚ ክረክብ እኽእል እየ ኢላ እያ ትሓስብ ወይ ትዘላቶ ህይወት ክምጥነኒ ኢላ እትኣምነሉ መንገዲ የለን። እዚ ምስ ዝህሊ ድማ ልዕሊኣ ለይኾነ ወዲ ኣብ ጎና እንድሕር ደኣ ሃልዩ ኮይኑ ብምንም ተኣምር ከም ሰብ ከም ወዲ ክትሪኦ ኣይትኽእልን ጓል እዛ ሓቂ እዩ ዋላ መርር ይኹን ውሕጥ ኣብልዎ እንድሕር ንስኻ ትዕብልላ ወይ ንስኻ ትበልፃ ጓል ናብ ሂወትካ እንድሕር ኣእቲኻ ምስታ ጓል እዚኣ ሓዳር ፍቕሪ እንድሕር ዳ ጀሚርካ ኮንካ ግን ዓርሳ ንምትሓት ንድሕሪት ኣይትብልን ወይ ድማ ከምዚ ትዕቢት መሲሉ ኣይስማዕን እሱ ልዕለ እዩ ስመራሕየ እዩ ኢላ ምስ ተኣምን እያ ዝግበአካ ክብሪ ዋጋ ክትበካ ትኽእል ናለሙ ዘመን ፍቕርሲ ከምዚ ክህልዋ ኣለዎ መኪና ክህልዋ ገዛ ክህልዋ ዝኾነ ነገር በቃ ማዕረ ማዕረይሲ ክህልው ኣለዎ ዝብሎ ወዳትስ መሊኦም እዮም። እዚ ምስ ዝህልዋ ጓል ፍጹም እያ ነቲ ወዲ ክተኽብሮ ዘይትኽእል ወይ ዝግብኦ ወድነቱ ክጠልቡ ዝኽእል ክብሪ ፍጹም ክተርእዮ ኣይትኽእልን እና ብዝኸኣልካዮ መጠን እስኻ መራሒ ክትኾነላ እትኽእል ዓይነት ጓል መሪፅካ ሓዝ። መራሒ ምስ ትኸውን እዚ ባህሪ እዚ ምስ ተንፀባረቕ እያ ጓል ኣብ እግርኻ ክትወድቕ ትኽእል። ሓደ ግዜ ጓል ፍቕሪ እንድሕር ደኣ ሒዝዋ ኮይኑ ሙሉእ ብሙሉእ ኣእምሮኣ ኣብ ቦርሳ እያ ትሕዞ ከምዚ ተንብሎ ይቀልል መስለኒ እታ ጠንካራ ብዙሕ ነገር ትኽእል ብዙሕ ነገር ትቆጻጸር ተመሓድር ዝነበረት ጓል ልዕለይ ወዲ ረኺበ ኢላ ክትኣምን ከላ እቲ ኩሉ ንሳ ትሰርሖ ዝነበረት እስኻ ተትሰርሖ እያ ትመርጽ ንባዕላ ኣብ ትሕቴካ ወይ ኣብ ጓጓኻ ተሸጒጣ ክተግኒ እያ ትደሊ ነዚ እዩ ጓል ክተፍቅር ከላ ከም ቆልዓ ኣክት ትገብር ባህሪያ ብምልኡ ናብ ቆልዓ እዩ ዝቕየር ምክንያቱ ልዕለይ ዝኾነ ንዓይ ብስነ ስርዓት ክሕዘኒ ዝኽእል ወዲ ረኺበ ኣለኹ ኢላ ስለትሓስብ ማለት እዩ ስለዚ ጓል መራሒ ዝኾነ ወዲ ስለትፈቱ ሙሉእ ወዲ ኮይንካ ክትረኣያ እንድሕር ደኣ ትደሊ ኮይንካ መራሒ ከም ዝኾንካ ርእያ እቲ ካልእ ድማ ኮንፊደንስ እዩ። ብዙሓት ሰባትስ ብዙሕ ብቕዓት እናሃለዎም ሰኣን ኮንፊደንስ እቲ ብቕዓቶም ከየርኣዩ ይተርፉ። ሓንቲ ጓል ኣንስተይቲ ክትመርጾ እትኽእል ባህሪ እኮ ኣለዎም እዩ። ደስ ዝብል ቁመና ኣለዎም፣ ደስ ዝብል መልክዕ ኣለዎም፣ ብዙሕ ሃፍቲ እውን ክህልዮም ይኽእል። ብኡ መጠን ጽቡቕ ዝኾነ ባህሪ ክህልዮም እኮ ይኽእል እዩ። ናብ ጓል ክቐርቡ ከለዉ ግንሲ ከምዚ ድንቡራት ደንበርበር ዝብሉ ዓይነት ኣወዳት ይኾኑ። ብዙሕ ነገር ሃሊካ ኮንፊደንስ ተዘይሃሊካ ንቲ ዘለካ ነገር ክተቕርበሉ ትኽእለሉ ዓርሰ ምትእምማን ተዘይሃሊካ ምንም ከም ዘይብልካ ጌርካ ሕሰቦ። ምክንያቱ ምስ ተሪኦ እዩ ሰብ እውን ዝሪኦ እቲ ውሽጥካ ዘሎ ከየንጸባረቕካዮ ማንም ሰብ ክሰሓብን ናባኻ ክመጽእን ዝኽእለሉ ዕድል የለን፣ ባዶ እዩ። ዘለካ ነገር ኣለኒ እዩ ኢልካ ብውሽጥካ ምስ ተቐበልካዮ ኩሉ ሰብ ክፈትዎ ይኽእል እዩ ወይ ድማ ክቕበሎ ይኽእል እዩ ኢልካ ትኣምን ማለት እዩ። እዚ ዓርሰ ምትእምማን ምስ ዝህሊ ድማ ነቲ ዘለካ ነገር ብፅቡቕ መንገዲ ነታ ጓል ተረያ ወይ ነታ ጓል ክትሰሓበልካ ብትኽእለሉ መንገዲ ተቕርበላ ማለት እዩ ስለዚ ዓርሰ ምትእማን ክህልየካ ኣለዎ ብቑዕ ኣይኮንኩን ክትፈትወኒ ኣይትኽእልን እዚኣ ልዕሊ እያ ከም ዘለዋ ከም ዝለሚዳ ገለ ቀያሕ እያ ፀላም እያ እናበልካ ዓርስኻ ምትሓት ኣቋርፅ እንድሕር ኮንፊደንስ ሃሊካ ኮይኑ ምሉእ ወዲ ኮንካ ኢኻ ትረኣያ ካሊእ ድማ ምሉእ ወዲ ከብለካ ዝኽእል ምርጫ ምዝህልወካ እዩ ጓል ስለ ዝኾነት ጥራሕ ምስ ኩላ ጓል ምስቲኣ ምስቲኣ ብዙሕ ርክብ ኣይትመስርት። ርግፀኛ ክትኸውን ሓደ ነገር ክነግረካ፣ ምስ ዝኾነት ጓል ተራኺብካ ክተውግዕ ከለኻ ሲ ኣነ ከምዚ ዓይነት ጓል እየ ዝፈቱ፣ ስነ ስርዓት ዘለዋ ዝርዝሩ እቲ ናትካ እስኻ ትቕበለ ወይ ትፈትዎ ዓይነት ባህሪ ካባ ጓለት ይደሊ እየ። ኢልካ ክትነግራ ከለኻ ንባዕላ እያ ምንፅፃር ትጅምር ኣነ እታ እሱ ልደልያ ወይ እሱ ዝመርፃ ዓይነት ጓል ድየ ኢላ ንነብሳ ምምዛን ትጅምር ምንም ዓይነት ድሌት እኳ ይነበራን ወይ ምንም ዓይነት ፍቅሪ እኳ ይነበራን ኣብ ልዕሌካ ግን ዝኾነ ምርጫታት ክትነግራ ከለኻ ኣነ ከምዚ እያ ኣነ እዚየ ዝደሊ ገለ ክትብላ ከለኻ ነብሳ ምስታ ንስኻ እትደልያ ጓል ምንጽጻር ትጅምር እሞ ከይሓሰበቶ ቀስ ብቀስ ናትካ ዋጋ ናትካ ተደላይነት ናትካ ክብሪ ናትካ ብብዙሕ ሰባት ተመራጽ ምዃንካ ምስ ዝረኸብካዮ ሰብ ርክብ ዘይትጅምር ምዃንካ ናተረኣያ ይመጽእ ናትካ ፍሉይነት ናተረኣያ ይመጽእ እሞ ቀስ ብቀስ ብፍቕሪ ትወድቕ ወይ ወድነትካ ሙሉእ ብሙሉእ ይረኣያ ንሕና ደቂ ኣንስትዮ ምንፅፃር ብጣዕሚ ኢና ንፈቱ እከለ ካብ እከለ ትበልፅ ብመልክዕ እከለ ካብ እከለ ትበልጽ ብቁመና፣ እከለ ካብ እከለ ትበልጽ በከዳድና፣ እከለ ካብ እከለ ትበልጽ ብስርዓት፣ ብባህሪ፣ ብኣተዓባብያ ምናምን በቃ ከምዚ ኢና ብግብረ ገብነትና ኣነ ከምዚ ከም ዝበለት ጓል እየ ዝፈቱ ክትብል ከለኻ እሳ ኣብታ ንስኻ ዝደለኻያ ዓይነት ጓል ምቕማጥ እያ ትጅምር። ምርጫ ክህልወካ ኣለዎ። ምስ ዝረኸብካያ ጓል ሙሉእ ርክብ ከም ዘይትጅምር ኣረጋግጸላ። ካብኡ እቲ ናይ መወዳእታ ነጥበይ ድማ ሪጀክሽን ዘይትፈርሕ ዓይነት ወዲ ኾን። እዚ ማለት እቲ ዝተሰምዐካ ትኽክለኛ ስምዒት ንክትኸውን እዩ ዝሕግዘካ። ንዝኾነት ጓል እንድሕር ደኣ ደሊኻያ ኮይንካ ብዘለካ ስምዒት እንድሕር ትተኣማመን ኮይንካ ቀጥታ ከይድካ እቲ ዝተሰምዐካ ስምዒት ክትናገር ዘይትፈርሕ ወይ ዘይትሓፍር ዓይነት ወዲ ምስ ትኸውን ጓል ሙሉእ ብሙሉእ ኣብ እግርኻ እያ ትወድቕ። ወዲ ከም ዝኾንካ እዩ ዝስምዓ። እዚ ኣካይዳ እዚ እዞም ንጨዋታ ኢሎም ወይ ንዘይረብሕ ርክባት ኢሎም ዝቀራረቡ ወዳት ብጣዕሚ እዩ ዝጠቕሞም። ምንም በቃ ንዝኾነት ጓል ይርእዋ እዚኣ ስሒባትንላ ደለያ ኣለኹ ኢሎም ከይዶም ይጥይቑ። እምቢ ተበለቶም ናይ ባዕላ ጉዳይ ናብታ ካልኢት ጓል ይዘሉ። እንድሕር እሺ ኢላቶም ድማ ምስኣ ተጫዊቶም ናብታ ሓንቲ ጓል ይኸዱ። ንስኻ ከምኡ ግበር ማለት ኣይኮነ ካብዚ ዝሐሸ ባህሪ ክህልወካ ኣለዎ። ግን ክንደየናይ ሪጀክሽን ዘይፈርሑ ምዃኖም ከርእየካ ስለ ዝደለኹ እየ። እንድሕር ርኢኻ ኮይንካሲ እዞም ከምዚ ፕለየራት ዝኾኑ ወዳት ብጣዕሚ ብዙሓት ኣጓላት ናይ ምጭዋት ዓቕሞም ዝለዓለ እዩ በጓላት እውንስ ተቐባልነት ኣለዎም ብዝኾነ መንገዲ እታ ጨዋ እያ ዝበለኻያ ወይ ብምንም መንገዲ ክትወድቕ ኣይትኽእልን ጠንካራ እያ ኣተሓሳስባ ብጣዕሚ ፅፉፍ እዩ እትብላ ጓል ብዘይረብሕ ወዲ ሂወታ ክበላሸ ኣብ ዘይረብሕ ወዲ ስኢሉ ዒዋል ኣብ ዝኾነ ወዲ ኢድ ወዲቓ ርኢኻ ትኾን ትኽእል ኢኻ ንምንታይ ኢልካ እውን ትፈልጥ ትኸውን ኢኻ። እዞም ከምዚ ዝበሉ ኣወዳት ምንም ሪጀክሽን ኣይፈርሑን ጠንካራታት እዮም ዝመስሉ ብውሽጦም ተደልያ ትምፃእ ተደልያ ትኽድ ዓይነት መንገዲ እዮም ልኸዱ እና እዛ ጓል ከይትስእኖ ንክትፈርሕ ተመራፂት ድያ ኣይኾንኩ ኢላ ነብሳ ምስ ካልኦት ኣጓላት ንክተወዳድር ስለ ዝገብሩ እዩ። እዚ መንገዲ እዚ ብፅቡቕ መንገዲ ተጠቐመሉ እሞ ሙሉእ ወድነትካ ትርኣዮ። እሹ ቴላትካ ጽቡቅ በቃ ምስኣ ትቅጽል ፍቅሪ ኣለካ ስምዒት ኣለካ ደስ ኢልኩም ሓቢርኩም ንክትቕፅሉ ትገብር እምቢት የላትካ ድማ በቃ ሂወት ይቕፅል እዩ ኣብ ዝኾነ ግዜ ክሳዕ ትመፂ ስምዒት የለ እዩ እስካዕ ዝኾነ ግዜ ክፅበይክ እየ ምናምን ኢልካ እታ ትኽክለኛ መንገድኻ ትኸይድ ዘይትፈርሕ ደንበርበር ዘይትብል ሂወት ከከማመፃፅኡ ትቕበል ዓይነት ወዲ ምዃንካ እንድሕር ደኣ ሪኣ እታ ጓል ሙሉእ ብሙሉእ ኣብ ኢድካ ትወድቐላ ማለት እዩ ትሕዛ ኣለኻ ማለት እዩ ሎማዕንቲ እዚ ርእሲ ዘልዓልክሉ ምክንያት ወድነትካ ሙሉእ ምስ ዝኸውን ሙሉእ ብሙሉእ ወዲ ምስ ትኸውን ብክንደይ ጓላት ተመራፂ ክትኸውን ከም እትኽእል ከመስክረልካ ደለየ ንሕና ከም ዝመሰለ ወዲ ኢና ንፈቱ መራሒ ምዃን ዝኽእል ኮንፊደንስ ዘለዎ ምርጫ ዘለዎ ምስቲኣ ምስቲኣ ስኢሉ ርክባት ዘይምስረት እና ሪጀክሽን ዘይፈርሕ ተባዕ ቆራፅ ወዲ ምስ ዝኸውን ኢና ደስ ኢልና ክነኽብሮ ወይ ከምቲ ዓንተው ዝበልኩኻ ኣእምሮ ኣብ ቦርሳ ገይራ እያ ትዘር ዝበልኩኻ ከምዚ እንኾነሉ ወዲ ከምዚ ሕዚ ዝገለጽኩልካ ባህርታት ዘለዎ እዩና እዚ ነገር እንድሕር ተማልእ ኮንካ ጓል ተፍቅረካ እያ ትፈትወካ እያ ማለት እዩ። ብቃል ጥራሕ ኣይኮነን ብተግባር ኣርእያ ኣክተግቢርካዩ ንነብስኻ ኣመስክር ከምዚ ምስ ትኸውን እውን እዩ ውሽጥኻ ሰላም ዝስምዖ ደስ ዝብል መዓልቲ ክትውዕል ትኽእል እዚ ኩሉ ምስ ዝህልወካ ተመራጺ ተፈቃሪ ምዃንካ ክትሓስብ ከለኻ ደስ ኢልካ ናይ ምውዓል ዕድልኻ እውን ዝለዓለ እዩ ዝሓወይ ሰናይት እየ ነይረ ሓቢረኩም ቻናለይ ሰብስክራይብ ምግባር ከይትርስዑ እንድሕር ደኣ ዝግበአኒ ኣብ ቀፃሊ እውን ብካልእ ሓሳብ ክመፀኩም እየ ሰላም